ሰላም ሰላም ከመይ ቀኒኹም ክቡራት ተኸታተልቲ ኮክቴል ሾው ሎማዕንቲ ከ ከምቲ ልሙድ ምስ ጃኪ ሓውና ሓንቲ ዛዕባ ሒዝናልኩም መጺና ኣለና ሰናይ ምክትታል ሓጺራ ከመይ ሓሙ ድማ ድሽ ብለ እንታይ ትብል ናይቶም ገይርክላ እዋ ዝኸደ ነርኩ ጃኪ ሓውና ገለ ኢለካ ምስ ጃኪ ሓውና ሃረይ ከገድፈሱ ንርስቦት ምረ ፂለ ጣውትለ ሓንክ ደግመ ግና ቆርፃነ ኢ መፅቡት ያደላ እንታይ ኮይነ መቆርፅ
ኩሉ ሳዕ ኢኻ ከምዚኣ ትገብርእሺ እንቋዕ ደሓን መፃኻ ይብለካ ዩ ወይ ለሚድያ እንዲ ኮይኑ እዛ እንቋዕ ደሓን መፅኻ ጃክ ሓወይ
ኪሎም ማዓንቲ ከምታ ናይ ብቐዳማይ መቐፀልታ መቐፀልታ እኮ ዘይኮነትሲ ኣብኣ ግን ዘልዓልና ኣይድያ ነይራ ምሽቶ ብዛዕባ መርዓ ሕጂ ኣነ ንስኻን ኩሉ ሰብ ዝፈልጦ ምርዑዋት ስለ ዘይኮና ኣብ መርዓታ ክትገብር ኣለካ ወይ ኣብ ሓዳርታ ክትገብር ኣለካ ኢልና ኣይኮናን ክንዛረብ መሰል እውን የብልና ሓቂ ዶ
ግምት ንክእሎ ከምዚ ካብ ዝሰማዕናዮ ገለ ክንግምት ድኣ ናብኡ እንዲና ክንከይድ እቲ ክንገብሮ ድግበኣና መርዓ ሓዳር ምእታውናሲ ክንገብሮ ዝግባኣና ኢና ክንዛረብ ሕጂ ስኻ ከም ጃክሲ ቅድሚ ኣብ ሓዳር ኣብ መርዓ ናተይ ትብሎ ፋሚሊ ቅድሚ ምምስራትካ እንታይ እንታይ ክትገብር ኣለካ ድልው ትድልውነትሲ እንታይ እዩ
ቀዳማይ ገንዘብ እዩ ኦፍኮርስ ምሽ ሪኢኻ ኣብ ናተይ ግን ካልኣይ ደይ ሰሪዐዮ ገንዘብ ድሓን ምኪት እዋ ነቲ ምስ ገለ ይገበርኩ ንሓቂ ዘረባ ከምዚ ኣይ እዚ ቀዳማይ ገለ ኢለ ክሰርዕ ድሓን ይትረፈና ሓራይ ራይቲ እንታይ እዩ ዘድልየካ ገለ ሓራይ ነቲ እንታይ ድዩ ሕጂ እዚ ቀዳማይ ናተይ እዚ ካልኣይ ናተይ ተይለ እም፣ ሜይቢ ነቲ ሓደ ሰብ ትርጉም ደይህብ ክኸውን ይኽእል እዩ መብነት ሓደ ውን ከምኡ ክኸውን ኣለዎ እቲ መስርዕሲ ደሓን ኣብ ጅባና ነጽንሓዮ ጥራይ ግን እቲ ሕጂ ኣነ እንታይ ሓንቲ ከም ፕሪንሲፕል ኣብ ድኾነ ቦታ የንበብኳ ኣበይ ከም ዝሰማዕኳ ግን ርግጸኛ ኣይኮንኩን ማለት ሲል ካብ እግሪ መንገድኻ ትእክቦ ምሻሎ ባህላታት ፕሪንሲፕልስ ኔና ናይ ህይወትናስ መን ምህረና ይንፈልጦ ኢና ሓንሳብ ሶሳይቲ ምህረካ ምሕንጻብ ኣቦኻ ምህረካ ሓንሳብ መጽሓፍ ምህረካ ሕጂ ብልክዕ ኣብ ከምዚ ክስቶ ክስቶ ዝበሃል ጸሓፋይ እዩ ከምኣ ኢሉ ገለ ክትብል ኣይትኽእልን ኢኻ ሞርቲ ኣብ ከባቢኻ ትመሃሮ ይበዝሕ ወላ ብዙሓት ሕጂ ናይ ትግርኛ የግፍሕ ከየሉ እምበር ኮነ ንብል ከምዚ ዝበሃል ጸሓፋይ ኣብ ከምዚ ዓመተ ምህረት ዝነበረ ገለ ኢና ተሪኢኻ ግን ዋርድያ ናይ ገዛኻ እውን ብዙሕ ተረካቢ ዘረባስ ዝዛረበካ እዩ ማለት ሕጂ ካብ ኮሚታት ዝተኣከበ ክኸውን ይኽእል እቲ ፕሪንስፕል ሕጂ ናብ ሓዳር ንምኻድሲ እንታይ ምድላዋት ኣሎ እንድሕር ኢልኪ፣ ምናልባት እቶም ዝዓበዩ እሹታት ኣብ ሓዳር ክኾኑ ዝኽእሉ ናይ ፋይናንሻል ጸገማት ገለ ዴኮን ክኾኑ ይኽእሉ እዮም። ምክንያቱ እሱስ ተጥርዮ ትረኽቦ ነገር ገለ ስለ ዝኾነ። እቲ ድዓበየ ውን ምናልባት ምውላድ፣ ምዝማድ፣ ምምርዓው፣ ኣብቲ ስክሪፕት ላይፍ ምእታው ገለ ዴኮን ክኾን ይኽእል እዩ። ንዓይ እቲ ድዓበየ ኢለ ዝሓስቦ እንታይ እዩ በቃ እቲ ስነኣእምራዊ ምድላዋት ማትሲ ሓደ ሰብ እንድሕር ኮንካ ሚእቲ ፐርሰንት ኣለካ ካልኣይትኻ ምስ ወሰኽካ ከም ፊፍቲ ፐርሰንት ትማቐል ትማቕላ ፊፍቲ ፐርሰንት ይህበኪ ንዓኺ እስኺ ናትኪ ፊፍቲ ፐርሰንት ሕጂ ኣነ ፈፍርቄና ኢና ማትስኩ ውሳኔታት ፈፍርቄና እዩ ሓሳባት ፈፍርቄና እዮም ኩሎም ኣብ ህይወት ዝግበሩ ነገራት ኣብ መንጎ ክልቴና ማለት እየ ግን ይጎድል ዶ ይኮነ ደሎ ሓምሳ ትበ ሓምሳ ትበ እወ ሸሪ ንዓይ ግን ይጎድል እዩ ደሎ ኣነ ኣብ ህይወተይ ደለኒ ዋንነት ሲ እቲ ሓምሳ ክገድፎ ኣለኒ ኣይናተይ ማለት ዳስዋይ ከም ድላይ ክኸይድ ሰ ኣይክእልን እያ እዚኣ ከዓ ሰብ ከዓ ሓላፍ እንታይ ትበሃል እቲ ፓወር የጉድል ስለ ዘለኹ ሕጂ ምናልባት ምድላው ተድልያ ናይ ኣእምሮ ምድላው ማለት እዩ እንደገና ሽዑ ሓደ ቆልዓ ምስ ወለድካ ከዓ በሃል ዜሮ ፐርሰንት ትኾን ሓምሳ ብልካ ዕስራ ብልካ ነቲ ኩሉ ነገርሲ ናብቲ ቆልዓ እዩ ይኸይድ። እዚ ኸዓ እንታይ እዩ ሕጂ ነቲ ብዘይ ፈቓዱ ኣምፂእኻዮ ዘለኻ ኣብ ህፃን። መንጎኻ ዝተፈጠረ ቆልዓስ መስዋእቲ ትኸፍለሉ ማለት እዩ ንስኻስ ድሌታትካ ሽዑ ኣዝዮም ውሑዳት እዮም ዝኾኑ ውሳኔታትካ ኣዝዮም ዝተደረቱ እዮም ዝኾኑ ኦ፣ ኣይትሪኦም ንደቀይ ኢለ እምበር ብለካ ምስ ወለደ እዎ። ወላዲ ሪል ኣቦ እንድሕር ኮይኑ ከምቶም ሓደ ኣቦ ዘይኮነስ እቲ ናይ ብሓቂ ኣቦ እንተኾይኑስ እንታይ ይብለካ ወደይ ኣብ ሕማቕ ከይወድቕ እምበር ንነብሰይ ደኣ እንታይ ዶ እብለካ ሕጂ እንታይ ኮይኑ ኣሎ ማለት እዩ እቲ ኩሉ ጉዕዞኡስ ምስ ውላዱ ንበል ሕጂ እዚ ዓይነት ምድላዋት ናይ ኣእምሮና ክትገብር እንታይ የድልየካ ምድላዋት የድልየካ ናይ ስነ ኣእምሮ ምድላው ድሌታትካ ክትርግጽ ድሉው ዲኻ ነገራት ከም ዘለዎም ክትቅበሎም ድሉው ዲኻ ነቲ ናይ ካልእ ሰብ ድሌታት ክተኽብር ኣብ መንጎ ጓልን ወድን ዘሎ ፍልልይ ከኣ ካብ ፊዚካሊቲ ሒዝካ ኣተሓሳስባታትና ክርሕቕ መዓት እዩ ገለ ነዚታት እውን ሸር ክትገብር ድልው ዲኻ ክትላዘብ ድልው ዲኻ መዓት እዩ ሕጂ ኣነ ካብቶም ቀዳሞት ኢለ ክሰርዖም ንኽእል እዚ እዩ ማለት እዩ ኣብ መንጎ ሸሪን ናይ ክልቴኻስ ማዕረ ክንደይ ተጻዋርነት ኣለካ ማዕረ ክንደይ መንፈስካ ጽሩ እዩ ምስታ ሰብ ምርዳእ መንፈስ ኣምጺኻስ እትዮም ከበድቲ ነገራት ከበድቲ እንድም ነቶም ቀለልቲ ነገራትን ከመይ ትዛረቦም ናቲ ብሬት ጠቅም ተዋራሪካ ንኣብነት ወርሒ ትጠፋ ምሽ ውላድ እኳ ኣለካ ኣብዚ ኮመንት ሰምዕ ምሽ እታውን ሓንቲ መዓልቲ ስከይ ትወፅ ኢልንስ ገዲፈዮ ምፅውታውስ ሻዕ ምስ ተኮራራስ ዓመት ና ኮይኑ ተቆልዓ በቃ የለን ጉዳዮም ኣይኮነ እሳ እቲ ድማልኣላ ዝነበረ ስድራ የማልዑላ ገለ ገለ ሕጂ ቀላል ግን ነራት ክኸውን ትኽእለ ትሽዓ ምሸት ክለ ነዚኣ ከዓ ቀላል ዝበሃል ነገር የለን ትብዓት ትድልያ ኣነስ ትመስግና ኢለ ናይ በጃ ክብለኪ ስሚት በልኩ በቃ ሶሪ በል እዚኣ ከመይ ትብዓት ትደሊ ኢጎ ናትካ ኢኻ ክትረግጽ ስምዒት ናትካ ኢኻ ክትረግጽ ገለ ኤቭሪቲንግ ሕጂ ነዚ ኣብቲ ሓዳር መን ወስዳ ኢጎኡስ መን ይረግጽ እዚ ብስለት የድልዮ ብስለት ከዓ ካብ ምሒር ምድላው ካብ ምሒር ኣተሓሳስባ ናትካ ምስፋሕ እቲ ማቹሪቲ ናትካስ እንዳዓበኸያ እንዳዓበኸያ ምኻድ ድመጽእ ኮይኑ ይስምዓኒ ስለዚ መስርዕ ከየትሓዝኩ ግን እቲ ቀዳማይ ከቢድ ኮይኑ ዝስመዐና ከማናይ ደድሊ ዘይኮነስ እቲ ዝኸበደ ኮይኑ ዝስመዐ ደቀ ንደድሊ ኩልና ስለንፈልጦ ኢና እወ ኩሉ እዚ ነዚኣ እቲ ሓድሽ ነገር ኣይኮናን ንነብሮ ዘለና ግን ነዚኣስ ማዕረ ክንደይ ኢኻ ድሉው ዘለኻ እዚኣ ምስ ተዳለኻ ሽግር የብሉን ዋላ ብ ዓሰርተ ሰብ ተመርዖ It's everything is ok እወ ሻዖ እወ ok በቃ ኣብ ሓንቲ ጸባብ ገዛ ነገራት ኩሎም ክትፈጥሮም ትኽእል ኢኻ Exactly ግን እንተ ደኣ እዚኦም ዘይብልካ ናይ ምርዳእ መንፈስካ ገና እንድሕር ደይዓበየ ኣሎ ኮይኑ ማቹር ተደይ ኮንካ ኔገቲቭ ቶት ኤንድ ኔገቲቭ ማይንድ እንድሕር ኮንካ ዶንት ይብላዕና ማለት እዩ እዎ ትክክል እዎ እያ ንሕልኪ ኣየናኩ ካለይን ጽብቕቲ ክወስደለይ ጸኒሕካ ምራሕ ሰባት የኩሉ እዎ እንዳ ደካ ድሕር ለባም ኣይትዛረብ
ጽቡቅ ኣለካ እቲ ፐርሰናል ግሮውዝ ዝበሃል አዎ። እሱ ቅድም ክተምጾ ኣለካ ከምዛ ዝበልካ ማቹር ምዃን ኣለካ ምክንያቱ ሲ በይኒ ንበይኒ ኣይኮንኩን ክሓስብ ሽዑ እዎ ካልኣየይ የምጽእ ኣለኹ ቆልዓ ገለ ተመትዩ ካልእ ጉዳይ እዩ እቲ ካልኣይካ ላይክ ፐርሰናል ግሮውዝ ሲ ሚረር ንነብስኻስ ሚረር ንኣብነት ኣነ ዝደልዮ ፓርትነረይ ከምዚ ከምዚ ክኸውን ኣለዎ ኢለ እንድሕር ኣብ ሓንጎለይ ይሰርዖ ኮይነ ኣነኸ ከምኡ ድየ እቲ ድደልዮ ነገርሲ ኣብኡ ድሕር ይጽበዮ ኣለኹስ ኣነኸ ከምኡ ድየ ሶ እቲ ናተይ ካራክተር ምዕባይ ኣለኒ ናተይ ፐርሰናሊቲ ከምዚ ዝበልካዮ ሰንሰቲቭ ደይ ምዃን ናይ ምርዳእ ዓቕምኻ ምግፋሕ ምኽንያቱ እቲ ሰብኣይካ ክኸውን ድሪኦ ፖይንት ኦፍ ቪው ማይ ፖይንት ኦፍ ቪው ክፈላለ ይኽእል እዩ ሶ ኣብ መንጎኻ ምዝርራብ ኣሎ ድዩ ናይ ምዝርራብ ዓቕምኻ ናይ ምርዳእ ዓቕምኻ ከመይ እዩ ሶ መጀመርታ ክትሰርሓሉ ዘለካስ ፐርሰናል ግሮውዝ ናትካ እዩ ምንባብ ተለካ ተንብብ ምስ ሰባት ምርኻብ ተለካ ኣይድያስ ገለ ምሽ ብዓብዪ ሂወት ትምህረካ እንድያ ግን ስቲል ምሳኻ ድሰማማዕ ነገር ቢውልድ ክትገብር እንተኾንካ መን ይኣነልካ ምሕሳብ መን እየ ኣነ እንታይ ዓይነት ሰብ እየኸ ዝደሊ ደለኹ ኣነኸ ከምኡ ድየ መጀመርታ ክገብራ ደለኒ እዚኣ ኢለ ይሓስብ ዋላ ቅድሚ ሪሌሽንሽፕ ኢቨን መርዓ መጉደፎ ኢትስ ቢግ ቲንግ
ኢቨን ኣብ ሪሌሽንሽፕ ሲ ትመርፅ ኣለካ ሽዶ እንታይ ይብሉ ሓንሳ ሓንሳ ብሬክ ኣፕ ተጌርካስ እንዴ መሊኤን እንዴ እንደለዋ መሊኦም እንዲኦም ደለዎ መሊኦም ስለ ደለዎ እኮ ተራኺበ ምስ ዝሰብ እዚ ግን ኣይኮነን ሶ እንታይ ምስኡስ እንታይ ዘየሰማማዕን እንታይ ኢና ተባኢስና ደለና እምበር ካብኡ ናብ ሓደ ምንጣር እኮ ፀገም ዝበሃል የብላን ግን ስቲል ደሴም ፓተርን እያ ክትድገም ማለት እዩ ምክንያቱ ኣነ ችግራት ኣየስተካክሎን እዩ ደለኹ እዚታት ቅድም ኣብ ነብስኻ መስራሕ ኢለ ይሓስብ ቅድሚ ናብ መርዓ ናብ ሪሌሽንሽፕ ምእታውካ ንድ ትራማ ከዓ ብዓብዩ ናና ናና ሓበሻና ከምኡ ብዙሕ ኣይፈልጦን እዩ ዳኣ እምበር እንታይ ይብልካ ገሊኦም ሕጂ ምሳይ ኔሩ ናብ ካልእ ከይዱ ክርስዐኒ ይኽእል እዩ ንዓይ ብዙሕ ዓመት ጌርና ንኸውን ኣነን ንሱን ምሽ ቶኒ እቲ ምልምማድ ኣሎ ትናፋፈቂ ኢኺ ኩሉ ነገርሲ ኣሎ ምስኡ ትገብሮ ነገራት ትዝክሮ ዋይ so ብኻልእ ሰብ ጌርካ ክትኩ ኣይትኽእልን ኢኻ ተጥፍኦ ኣይትኽእልን ኢኻ so መን ኢኻ በይንኻ ብዘይ ብዘይ ዝኾነ ሰብሲ መን ኢኻ ብዘይ relationship ምሽ ዶ ደው ትብል ዲኻ ባዕልኻ ገለ ብሓፈሻ ኣነ ንስኻ ንብላ ደልናስ መጀመርታ ኢለ ድሰርዓ ኣነ ፐርሶናል ግሮዝ ምዕባይ ኣለና ምሽ ሓንቲ ላፍ ቲክቶክ ዝፈትዋ ገለቢ ትበሃል እንታይ ትብለካ ሰብኣይካ ሎሚ ሽዑኻ ቆልዓኻ ክልተ ቆልዑት ኢኹም ተዕብያ ደለኹም ትብለካ ምክንያቱ እንድሕር ስዑ እንድሕር ማቹር ደይኮነ እንድሕር ከምዚ በልካዮ ኣብ ዘዝተዃራርኻሉ ኢጉኡ ፕራይዱ ኡኽ ናይ ሰብ ሰብኣይ ማለት ጃኪ ሪስፓንስብሊቲ ድወስድ ማለት እዩ ምሽዶ ኣብ ሪስፓንስብሊቲ ምውሳድካ ኢጎ ዝበሃል የለን ምሽዶ ኢጎ ክትገድፎ ጥራይ ደለካ እንታይ ኢና ኮይንና ሓላፍነት ወሲድና ንዘራረብ ከምዚ ከም ዝብለካ ሰብኣይካ ትደሊ ሰበይትካ ከምኡ ሶ ፐርሰናል ግሮዝ ኢዝ ቢግ ቲንግ
ፐርሰናል እዚኣ ብትግርኛ እንታይ ትበሃል? ውልቃዊ ዕቤት ንበላ ውልቃዊ ዕቤት ንዓ ብምንታይ እያ ኣቐሚጠ ነይረ ከይህውትት ስለዚ ዳርጋ ኢልኪ ኣለኺ ንዓ ሕጂ ከም ካልኣ ኢለ ሳብ ምንታይ ኣቐሚጠያ ነይረ መሲልኪ ኣብ ኮንፊደንስ
ኢትያ ነይረ ብዘይ ሚንግ ማለት እቲ በየን በየን ንመፅን ግለ ክፈላለያ ይኽእላ እቲ ፐርሰናል ዕቤት ናትካ ምስ ናትካ ርእሰ ተኣማንነት ይእሰር እዩ ማለተይሲ ሓደ ርእስነ ምትእምማን ዘለዎ ሰብ ኣብ ደቀቅቲ ነገራት ሽግር ኣይፈጥርን። Yes። ትርኢክዮ ብነብሰ ምትሓት ዝጥዕም ስቃይ ዘሕልፍ ሰብ ኩሉ ግዜ Shouter እዩ ረባሺ እዩ ንነገራት ናይ ምዕብላል ባህሪ ኣለዎ። ኢጎ እውን ካብኡ ዝመጸ ኮይኑ ይስማዓኒ። ካብ Yeah። ሕጂ ብዛዕባ ነብስና ንዛረብ ኣነ ሕጂ ኣብ ዝተወሰነ ግዜ ግዜ ኢለቨን ኢለቨንስ ቴንስ ሻላ ሽዑ ትኸይድ ናብ ሳዋ ምስ ተመለስካ ገለ ዘለዋ እተን ኣብ በዓል ዓሰርተ ትሽዓተ፣ ዕስራ፣ ዕስራን ሓደን ዘለዋ ዕድመ ተሪእክየን ዘይትፈልጦ ትዕቢት ኣለካ። ብጣዕሚ እዎ።
ንስኻስ ኣይትፈልጦን ኢኻ። ሽዑ ምስ ተመኩሮ ግን እንዳበሰልካ ትኸይድ ስለ ዘለኻ እቲ ኢጎ ናትካ እንዳደኸመ ያ እንዳ ደ- እንዳ ደ- ብፍላይ ነብስኻ ግ- እዚ ዕድሚኡ ጥራይ ድውስኽ ደይቅየር ሰብ ግደፍ እሞ እዎ። እንድሕር ስኻ ትቕየር ኮንካ ግን እቲ ንኣብነት እ፣ ንዓመታት ሲ ብዓመታት ኣይትቑጸሮም ብደቓይቕ ቁጸሮም ዝበሃል ምሽ ኣሎ ሓንቲ ዓመትሲ ክንደይ ደቂቃ ቀይራ ምክንያቱ ኣብ ሓንቲ ደቂ ደላ ፍጻሜያ ሞር ተመክሮ ንወላ ሕጂ ብፍጻሜታት ሂወትካ ምስ ተመለአ በቲኦም ኣብ ሂወትካ ዝኸዱ ዘለዉ ነገራት እንዳ ለበምካ እንዳ ጎራሕካ ነገራት እንዳ ፈለጥካ ክትከይድ ከለካ ብስለትካ እንዳ ዓበየ ክኸይድ ከሎ እንተ ሪከሽዑ እቲ ናትካ ርእሰ ምትእምማንካ እንዳ ከደ ይኸ ምክንያቱ ፋይት ድበሃል ግዳይ ኣሎ Further Fight ከኣ Achievements ይበሃል ኣሎ። ንስኺ ብውልቅኺ ዘመዝገብክዮ ዓወት እዩ ሓደ ምኽንያት ነቲ ናትኪ ርእሰ ተኣማንነት። ርእሰ ተኣማንነት ኣብ ገዛ ተዓጺኻ ኣይመጽእን እዩ። ክብለክስ ኩሉ ነገር ዝማልኣሉ ሰብ እንድሕር ኣሎ ኮይኑስ ርእሰ ተኣማንነቱ ድኹም ክኸውን ኣለዎ። ምኽንያቱ ምስ ዋላ ሓንቲ ፋይት ኣይገበረን። So ስለ ዘይተዓወተ ዘሎ ፋይት ኬር ፋይት ተረዲእኪ ሎምሽ ዶ ዋላ ምስ ኖርማል ካብ ኢትዮጵያ ናብዚ ዓዲ ክትመጺ ከለኻ ሴትስፋይድ ፋይት እዩ። Yes። ኬድኪ ህይወትኪ እኡ ከፊልኪ ገለ መጺኺ ኣለኻ። ዘየዕጅብ ህይወት ክትውስኸልኪ ነገር ኣሎ። እንታይ ዶ ኮይነ እየ ክትብሊ ኢኺ። ኣብ ዕጾ ገዛ ተሊኪ ግን ክትስዕሪ ውን ትክእሊ ዲኪ ደጊ ስለ ዘይትፈልጢ ፕሪተንድ ዲኪ ክትገብሪ ሕጂ ዋላ ገሊኡ ግዜ ብብዝሒ ኣብ ቲክቶክ መጺኡ ዝርብሽ ሰብ ገለ ተሪኢክዮ ናይ ኮንፊደንስ ጸገም ኣው ኢለ ድዛርብ ተልዩ ወይ ይዕብለል ተልዩ ይጻረፍ ተልዩ ገለ እንታይ ኢዩ ዝገብር ዘሎ ኣብ ውሽጡ ዋላ ሓንቲ ኣቺቭመንት የብሉን ባዶ ን ሶ ንዓካ ይሽፍነካ ኢዩ ዘሎ ማለት ኢዩ ሕጂ እዚ ከኣ ኣብ ሓዳር ወይ እቲ ናብ ካልእት መጻምድትካ ንበላ ዋላ ኣብ ሪሌሽንሽፕ ኖርማል ብጣዕሚ ኢዩ ደሸግረካ ብጣዕሚ ርእሰ ተኣማንነት ተለይብልካ ዋላ ሕጂ ብዙሓት ኣዋልድ ከምኡ እየን ማርራይ እቲ ወዲ ናይ ርእሰ ተኣማንነት እንተ ክነግረኪ ደልየ እስከ ሓንቲ ጓል ሃፍታም እንድሕር ተመርያ እቲኣ ጓልሲ ነቲ ወዲ ትሕክሞ እያ ምሽ ባል ኣይትሕክሞን እያ ሞስት እቲ ወዲ በዓል ናጽነት ስእን ውሽጡ ያስ ንዓይ ክከፍለለይ ያስ ዝተዛረበታ ዘረባ ጌጋ ኮይና ትስምዖ ተረድየ ከምዚ ስብእነቱስ ዝተሓደገ ዓይነት ኦኬ ድሕክማ የለዋን ክብል ንእሽተይ ዳሕር ወረ የለን ማለት ኣየጋጥም ከማን እታ ጓል ብዙሕ ነገር ክሽፍነልካ ገሊኣ ትፍትን ርክብቲ ተኮይኑ ናይቲ ወዲ ኣርእስቲ ኣይኮነን እንታይ ጓል ከም ጉባኤ ኣትወስዶ ከም ኣድራር ክኸፍለላ ኣለዎ ካብ ኢምፕሬሽን ጀሚሮም ገለስ ስብነት መምዘን ስብነት ይኸውን እዩ ትነት ምህላውን ዘይምህላውን ምስ ጭባ ምትእስሳር ንድሕሪ ጌርካ ኣብ ጓል ክግምጠል ከሎ ግን ንባዕላ እታ ኮንፊደንስ ይነግረካ ናይቲ ወድስ ኮንፊደንስ ትሕት ብቀሊል ስያ ተረዳእና ትኽእል እያ ከቢድ ናይ ነብሰ ምትሓት ፀገም ዘለዎ ሰብ ንሓንቲ ገዛ ሰላም ኣይባል ዋላ ናይታ ፋሚሊ ሰላም ኣይባል እንታይ ክገብር እዩ ዝፍትን ጌጋ ኣለዎ ኢሉ ስለ ዝኣምን ንኹሉ ነገር እዩ በቃ ጌጋ ዶ ጌጋ ገይሩ ዝወስዶ ማለት እዩ። ሕጂ ናብ ሪሌሽንሺፕ ምእታው ማለት ከኣ እቲ ውሽጥኻ ምዕባይ ምስ ነገራት ፋይት ጌርካ ተመኩሮ ምውሳድ ሪስፖንሲብሊቲ ከም ዝህልወካ እዩ ዝገብረካ። የስ ሪስፖንሲብሊቲ እንተለካ ከኣ ኩሉ ግዜ ከኣ ነቲ ኣብቲ ገዛ ዝፍጸም ነገራት ከይዓበየ እህ ናይ ምር ናይ ምዕባሱ ሓላፍነት ትወስድ ክህልወካ ኣለካ። ኣለዎ ብዙሕ ነገራት እዩ ዝብለካ ዘሎ። ያ ሕጂ ወላ ኣነ ብውልቀይ ድሽገረሉ እዩ። እህ እዚ እዋእ ይጓሓል ሓደ መዓልትስ በቃ ፈገግ
ጭቕ ተፅሒፈላ ክትሪኣ እግሪልካ ስሙን ትፀላል ጭኣ ኮይ ኣኸ ናብታ ቴክስት ተመልስካ ቀለልካ ዋን ቴክስትስ ንኩሉ ነገር ተስተኻኸሉ ተስተኻኸሉ ዋን ቴክስት ንኩሉ ነገር ንሽተ ግዜ ዕርክነት ነይርና ምስ ሓንቲ ጓልሰይ ሕጂ ሕማቅ ዘረባ ኣይዛረብን ኣነ ከምዚ ምሽ ኣለኪ ኣቲ ከምዚ ገለ ገለ ከምኡ ኣይብልን እየ ግን እቲ ቃላት ሕጂ ተመሊሰ ክዝክሮ ከለኩ ግን ልቢ ሰብ ዝሰብር ዓይነት ገለ ትጥቀም ነይራ ተረዲእ ከለኩ ባላይ ሕጂ ገለ ኣርዋሕ ኣቢለ ፅሕፍቲ ተሰሳሒ ሰዲደላ ገለስ እዩ ኪልድሚ ገለ ከምኡ ኢላ ፅሕፈ ዋይ ከምዚ ትፅሕፈለይ ገለ ሽዑ ከምዚ ዝበልኩ ትንእስነት ስለ ዝነበረ ሽዑ ከምኡ ትብለኪ ከላ ሕኩስ ወላ እንታይ ስከ እንታይ ኮንካ ከም ፅሒፍካ ላተ ኢልክንስ በቃ ካብ ነብሰም ተሓት እዩ ዝበገስ ከምዚ ንዓይ ደወለት ለይ ኣነ ኣነ ዳስ ክብላ ተፀቢያትኒ ኣለያ እኮ እዩ እምበር ዓበይቲ ጉዳያት እውን ኣይኮነን እጅ ኩሉ ግዜ ዋላ ፅሑፈ ተመክሮ ናተይ ገለስ ኣብ ጉሊ ስቶሪ ገለገለስ የትወ ይርዳእኒ እንዲ በምንታይ ንሽገር ኣለና ገለማት ሕጂ እዚኣ እውን ኣነ በዝሪ እያ ነረ ብርእሰ ተኣማንነት ምህላው ማለት ከምዚ ዝበልክዮ ሓደ መግለፂ ደለዋን ርእሱ ተኣማንነት ዘለዎ ነብሲ ግሮው ድገበረ ሰብ እዩ እህ፣ ነብሲ ግሮው ድገበረ ከዓ ሪስፖንሲቢሊቲ ኣለዎ እዎ። ኣብዚ ሕት ተረኺብና ዶ? ብርሃን ተረኺብና። ተረኺብና። ኦኬ። እዎ። ካብ ዝወስኽ ችረስ ችረስ እወ ፅቡቅ ኣለኻ ግን እዛ ዝበልካያ ሕጂ ለምስ ንኣብነት እዎ። እ፣ መብዛሕትኡ ኣ- ኣብ ሪሌሽንሽፕ ከለ ክሪኦ ከለኹ ኣነ ማለት እዩ ጃኪ ናይስ ዝኾነ ጋይ ለምሳሌ ንኣብነት ጥዑም ወዲ ላይክ ከመይ ገይሩ ትሬት ገብረካ ዝፈልጥ ገለ ኣየ ደሓይታ ወደና ንስኻ
እንታ ኣዳዲ
ከምኡ ተረኺብና ኸ ኣብ ርእሶም ኢና ንስቀል
ናህና ሳይድ ከዓ ክነግረካ ማለት እዩ እዚ ከዓ ናይተን እቲ ፅቡቅ ትሪት ዝገብረና ሰብሲ ኣይንሪኦን ኢና ከምዚ ለማኒ ገለ ከምኡ ንብሎ እዚ ከዓ ናይተን ኣዋልድ ዘይምዕባይ ሞር ምሽ ክስታይ ዝበሃል ኣሎ ምስ ተፍቅረዮ ዘይኮንስ ምስ ዘፍቀረ ጽንበሪ ገለ መብዛሕትኡ ግን ምስ መን ኢና ንኸይድ ንሕና ሽዑ ከኣ እንታይ ንኸውን Whatsapp ዶ እንታይ እዩ ሕጂ ፍልጥ ክትሓስቢ እቲ ወርልድ ዋይድ እኮ በቃ ኦኬ ንወዛዓያ እስከ ድሓን እዚኣ ሕጂ ተቕርብ ከም ትገብር ተለያ ምስ ነብሰ ምትሓት ውን ንውሰዶ እወ እቲ መስ ነብሰ ምትሓት ናይ ጓል ይኸ ዘርእየካ ዘለኹ እወ ግን ዋይ እኮ ገብራ ኢልኪ ትሓስቢ ስለምንታይ ዋይ እዚኦም ትምታይ ኣርእስቲ እያ
እንታይ ፈሊጥና ወደይ ዋይ ጓልሲ ትግደስ ምስ እቲ ዘይግደሰላ ወዲ ትኸይድሲ እንታይ ኮይና ይብኹለይ ዋላ ወዲ ከምኡ ከም ዝኾነ ትፈልጢ ዲኺ
ምስ ዘይትግደሰሉ ጓል ምስቲ ቴክስት ደይትምል ደይት እታ ቴክስት ደይትምልሰሉ ገለ ሞር ንዓ ህልኽ ከም ድሕዞ ህ- ምስ ህልኽ ዶ ነተኣሳስሮሞ እወ እወ ሕጂ ምስ ህልኽ እዩ። ህልኽ ከማን ዘይኮነ እዚኣስ ከምኡ ሓደ ሓደ ግዜስ ይሓስበላ በይነይ ኮፍ ኢለ ኣብቲ ካምፓላ ፎሬስት ድየ ክል እሞ ንኺድ ሰክት መዓር ሻሂን ጌርካ ዝፈልጣ ኢና እዚ ዝፈለጥ ነገር ብሽኮር እዮም ሻሂ ትሰትዩ ኣነ ብመዓር እዮም ዝሰትዩ ኣየ ልዩነት ኣለዎ እሺ ሕጂ ሳክት መዓር ምልእ ኣቢልካ ሞካን ፓላፎሬስታ ክስታይ ኣለዎ ሃመማ እዚኦም ሃመማ ዘይኮነ ሰሪ ንህቢ ንህቢ ስመፀካ እዩ እሺ ሕጂ ንህቢ ኣና እናጎረምና እዩ ዋላ ኣብዚ ኣተ ኮፍ ኢሉ ገለ ስቕ እየ ዝብል ሽሻ ኢሉ እዎ ከምኡ መፂኦም ገለ ንዓኻ እንዳረበሹኻ ገለ ምሽ ትሓስብ ኮፍ ኢልካ ነታ ንምሕሳብ ኢና ረግ ሐረ ንምንታይ ከምዚ ዝከውን ገለ ምሽ ብል ዋላ ሕጂ ኩሉ ግዜ ብዛዕባካ ጥራይ ንዛረብ ብዛዕባና ነቲ ሞር ቴክስት ዝጽሕፈልካ እም፣ ለጢፍካ ኣይትምልሰልና እም። በዚ ካልእ ቴክስት ተጽሒፋ ተካላስ ንዓ በዚ ስግር ካልእ ትጽበ። ኢልካስ ሕጂ ኮይኑ ዝናይደ ይጽሓፈለይ እዋ። ትብል ሕጂ ኣነ እንታይ ኮይኑ ይስምዓኒ ሰባት ሲ እቲ ናትና ድሌት ነቲ ዘይጨበጥናዮ እዩ ድኸ ይመስለና ኤግዛክትሊ እዎ።
ሃገር
ነቲ ዘወነንካዮ ነገር ንዕኡ ናይ ምድላይ እወ ሕጂ እውን ሓንቲ እዚያ ስቶሪ ነግረኪ ሓንቲ ጓልሲ ንሓደ ወዲ ሰብ ተፍቅሮ ንሓደ ፍቅራ ካልእ ወዲ ኣሎ ትርዲክሎ ሕጂ ትሪል ፍቅሪ ምስቲ ንዓለ ዘፍቅራ ወዲ እዩ ዘለዋ ምስ ካልእ ወዲ ግን ህልኽ ኣለዋ ሳንቲ ኩፍ ትገብረሉ እያ ትፅዕር ነቲ ሓደ ማለት እዩ ሕጂ ምልክዕቲ እያ እቲያ ጓል ኣብቲ ገዛውቶም ገፊኦሞ

ኣለው ግን ውሕዳት ኩሉ ሰብ ዝሰማማሉ ጽባቀ ዘለዎ ካብ ኦሮምያ እታ ጓል ክብለኪ ስለ ዝፈቱ ኦኬ እሺ ሕጂ ካብቲ ቤት ትምህርቲ ወጻኢ ሻሂ ክትሰቲ ከላ ኩሉ ኣቴንሽን እዚኣ ትወስዶ ገለመለ ገለገለ ውድእት እያ እዛ ጓል እዚኣ እሺ ሕጂ ሓደ ወዲ ተፍቅር ነቲ ወዲ ክትሓቶ እዋ ማለት ተሓቶ ክብለኪ ከለኩ ሲሎም ተሰማሚዖም ገለ እም። ሕጂ እቲ ወዲ ኩሉ ግዜ ፕሩፍ ትገብረላ ምሸት ምሸት ምሸት ምሸት ፕሮፊት ገበረ ፅብቅቲ ከም ዝኮት ኢኽ ዝኮ ከም ዝኮ ኢኽ ወርቅ ዝኮ ኢኽ ይበል ከም ሜሪ ከተዘን ዓይበል ውሽጢ ተረክበኒ ገለ መለ ገለ ዝብላ ዘምሲ እዚ ወዲ ኣሎ ስራሕ ብለክ ከለኹ ሲ ፕሩፍ ገይርላ እዩ ፅብቅቲ ከም ዝኮነ ካልእ ወዲ ግን ብጎኒ ይኣትዋ ኣሎ ንዓ እንታይ ይገብረላን ፕሩፍ ኣይገብረላን ካብቲኦም ኩሎም ህዝብስ ሓደ ሰብ ኣሎ ፕሩፍ ይገብረላ ስለዚ ታርጌት መን እዩ እሱ ሕጂ እቲ ኖርማል ዓይኒ ዝርኢ ሰብ ግን እንታይ እዩ ዝብል እዚኣ ዶ ክብራ ገዲፋ ኣታ እቲ ሰብኣያ እንታይ እዩ ዝገብረላ ነይሩ ዳኣ እህ ኣቲ ኩሉ እኮ እዩ ዘማልኣላ ነይሩ ንሳ ግን ካልእ ሰብ ኣሎ ታርጌት ዝገበረቶ እዎ ጽብቕቲ ከም ዝኾነት ፕሩቭ ክትገብረሉ እታስ እንታይ ይመጽእ ህልኽ ህልኽ እዎ ንህልኽ ኤነርጂ ወሃብ ማለት ተረዲእኪ ኣሎ ሕጂ ኣነ ፕሊስ ይመስለኒ ከምዚ ዓይነት ነገራት ሲ ኢልና እንዲና እዚኣ ነማርረላ ወላ እም እውን ክንጋገየላ ደለና ክንስ ኣይ ኣይስምዓንን እዩ
ወትስ እታ እንዳፍቀረትካ ከላ ንዓካ ካልእ ሰብ ግን ኣሎ ፕሩፍ ክትገብረሉ ትደሊ ሕጂ you have to play እታ ኩዕሶ ጽቡቅ ክትቅብቅብ ኣለካ ኣብቲ ግዜ ቀልባዓ ትዛረበላ እሳ ሐራይ ብጉድ ግን ይኹን ከም እንታይ ደቂ እወ ሽዑ ራይ ንመን ትሃሲ ኣለካ ንስካ ነቲ ምሳኻ ነቲ ዘሎ። ነቲ ምሳኻ ዘሎ ትሃስዮ ንነብስኻ ትሃሲ ኣብቲ ዘይተጨበጠ ነገር ኮለል ክትብል ከኣ ዘይተጨበጠ እቲ ነገር ምሳኻ ዘሎ ግን ማለት ምሳኻ ዘሎ ግን ኣብ ከምዚ ዓይነት ሰዓታት ሲ ሓይልን ኣትዩ የገድስ እዚኣ ምስ ምንታይ ትኣቱ እንድሕር ኢልክኒ ሕጂ ብሱል እንተኾይኑ ንኣብነት ሓንቲ ፅሕፍቲ ፅሒፈ ነይረ ብሱል እንተኾይኑ እኮ ኦ። ዘይብስልቲ ምዃና ስለ ዝፈልጣ ክገድፋ እዩ ሹ ኣይጎይን እዮም ከማን ምስ ከይዳ ሕጂ ከማቲ ኮይኑ እውን ኣይበሰለን ኣሎ ስንታይ መሲልኪ ምስ ምብሳል ገለ ይተኣሳሰርኒ እዚ እቲ ከምዚ ፅሑፋት ትርኢ ዶ ኢንጂነር ከላ እቲ ኣብ ጓልሲ ኣብ ከምዚ ናእሽቱ ነገራት እቲ ቋማጣ ወይ ሳይከተር እንታይ ንበሃል ናይ ሳይኮሎጂ ምህርቲ ኮይና ሰባት ተማክር ገለ መለ ከለስ ኣብ ከምዚ ነገራት ትኣቱ እቲ ተፈጥሮና እዩ ንሓደ ነገር ሲ ከምዚ ከይጨበጥናዮስ ኣይንድቅስን ኢና ጽቡቅ ብገለ ፖስቲቭ ኣለዎ ብገለ ኔገቲቭ ኣለዎ ሕጂ እቲ ወዲ እኮ ክላዚያ ሲላ ኢሉ ተገዲፍዋ ውን እኮ ፌል ጌሩ ኣሎ ምክንያቱ ቡሱል ኣይኮነን ስ ማለት እንዲና ናቱ እያ ምሽ ኣብቲ ናቱ ዘላስ ከመይ ጌሩ ነታ ኩዕሶ ክቕብቀባ ኣለዎ እምበር ክርድኦ ኣለዎ ናጽነት ድዩ ክህባ ዘለዎ ወይ ነቲ ነገራት ፋይት ንክትገብሮ ድዩ ቴክኒካሊ ክሕግዛ ዘለዎ ወይ ኣርሕቕ ኣቢሉ ድዩ ፕሮቴክት ክገብራ ዘለዎ ትረድእ ክሎ ማለት እሞ ሰብ እኮ ደልዩ ጃኪ እንድሕር እዛ ሰብ እዚኣ እኮ ናታ ቫልዩም ኣይትፈልጦን እያ ደላ ማለት እዩ እኮ ናይቲ ምስኣ ዘሎ ዝንከባኸባ ደሎ ቫልዩ ኣይፈለጠቶን ደላ ሶ ንዑ ረጊጻ ነቲ ወላ ሓንቲ ወርዝ ናታ ደይፈልጥ ደሎ ሰብ ኣነ እኮ ወርዝ እየ ኣቢርፉ ምናምን ኢላ እያ ትኾዶ ደላ ሶ እዛ ሰብ እዚኣ ናታ ቫልዩ ኣይፈለጠቶን ደላ ሶ እዚ ሰብ እዚ ሲ ናቱ ጥዑይ ምዃኑ ይፈልጥ ኣሎ እንታይ እንታይ ገብረላ ኣሎ ይፈልጥ ኣሎ ወጥ ሓላፍነት ደኣ ኣሎ ንኣብነት እዛ ሰብ እዚኣ ትፀድፍ ደላ ወስ ናቱ ሪስፖንሲቢሊቲ ኣብ ርእሲ እታ ጓል እዩ ዝብለኪ ዘለኹ ሕጂ ፅቡቅ ኣለኺ ኣነ ምሳኺ ኣለኹ እኮ ግን ንሕለፎ ነዚ ንኪድ ከመይ ድብለኪ ዘለኹ መሲልኪ ትኺድ ትኺድ ነብሳ ደይክበረት ዶ ገለ እንድሕር ኢሉ ንኣብነት እየ ዝነግረካ ከምኡ እንተ ኢሉ እኮ ሪስፖንሲብሊቲ ይወስደና ኣሎ እዛ ሰብ እዚኣ ክትጠፍእ ደላ ክላ እሞ ይፈልጥ እኮ እዩ ሺ ላቭ ሂም ንዑ ትፍርቆ ተፍቅሮን ትፈትዎን በቃ ገለ እኮ ይፈልጥ እዩ እሱ እውን የፍቅራ እኮ እዩ ግን ሳምቲንግ ኣብ ሂወታ ተፈጢሩ ኣሎ ኣብዚ መሊሱ ሕጂ ተቋጻጺሩ ኣበይ ኣቲኺ እንታይ ጌርኪ ገለ እንዳበለ መሊሱ ነቲ ኣብ ውሽጣ ዝሃነጾ ነገራት ከፍርሶ የብሉን ሳምቲንግ ክሓልፋ ክኽእል ኣለዎ ልዕሊኣ ማለት እዩ ምክንያቱ እንታይ ስለ ዝስምዖ ሪስፖንሲቢሊቲ ስለ ዝስምዖ እንታይ ስለ ዘለዎ ኮንፊደንስ ስለ ዘለዎ ኮንፊደንስ እንተሊካ መጀመርታ ብቃል ወዲ ተሳዒረ ዝብል ሓሳብ የብልካ ተረዳትካ ሪስፖንሲቢሊቲ እንተሊካ ከዓ ንሓደ ዝጨበጥካዮ ነገር ብእንደማንም ክጠፍእ ስኢልካ ኣይትርእን ኢኻ ሕጂ ኢላስ ወይ ምድላዋት ንብለ ኦኬ ምድላዋት ንበለ እዚ ሓደ ኣብ ሪሌሽንሽፕ ኖርማል እንተሊካ ስቀላል ክትከውን ትኽእል እዛ ትብላ ትኽእል እዚኣ ገለ ክንብል ኣብ ሓዳር ከለካ ቆልዑ ገለ ትብል ሓዳር ስከባድ ከቢድ እዩ ማለት እዩ ዳስዋ ክትዳሎ ዘለካ እዚታት ከጋጥምሲ ይኽእል እዩ እንታይ ድም ዝገብሩ ንኣብነት ክልተ ሰብ ሓዳር ምስ ኮኑ እቲኣ ጓል ኩሉ ግዜ ምሸት ምሸት ፅቡቅ ትኽላ ይግሩ እዎ ግን ዘይሉ ምሸት ምሸት ፅቡቅ ኣስራ ሓያ ማናጀራ ድዩ ገለ ከዓ ኩሉ ግዜ ፅቡቅ ክዳን ትኽደንኪ ገለ ክብላ እዩ እዚታት ክድነቅ ገለ መለ ትኽእል እያ ማለት ረዲክ ሕጂ እቲ ወዲ ግን እቲ ብስለት ናቱ ብዋጋ እቲ ኮንፊደንስ እንድሕር ድኣ ዓቂብናዮ ብዋጋ ሪስፖንሲብሊቲኻ እንተ ዓቂብናዮ እዚታት ቀሊል እዩ። ሓንቲ ሓንቲ ዘኪረልኪ ነይረ ጽሕፍቲ ነይራስ እንታይ ትብል እቲ ኩሉ ትሕዝቶ ኣይዝክሮን እየ ግን ብዛዕባ እንታያስከ ኣብ ኤውሮጳስ ቀመም ዝተሰለለ እዩ እቲ ወዲ። ሕጂ ንምንታይ እብዚ ኣብዚለት ግዜ ኣብቲ ግዜ ትስ ብዙሕ ትዕልሉኒ ኔሮም ከምዚ ክስታይ ዘለዎም እዚኦም ዕድሚኦም ምሽ ከዶ ኣርብዓ ሓልፉ ገለ ሽዑ እተን ኣዋልድ ክምርዓዎም ኣይ ደልያን በሪሖም እዮም ገለ ገለ ሶ ሽግር ይመጽእ ጨጉሮም ኣጅቋቁሉ ገሊኦም ጸገም ዓብዩ እንድዩ ገለ ኢለን ይኣብዮም ሕጂ ንኤርትራ ይኸዱ ኤርትራ ከይዶም ብገንዘብ እዮም ነቲ ፋሚሊ ፐነትሬት ዝገብርዎ መጀመርታ ነቦኣ ነዲኣ ሽዑ ይግድድዋ ጸቂጦም የእትውዋ ናይ ብሓቂ ጉዳይ ማለት እዩ ሳኻ ከይፈተወት ገለ ዓርካ ነይርዋ ንእሽተይ ናይ ቤት ትምህርቲ ከም ደይኮነ ከትፈልጥ እያ ናይ ቤት ትምህርታ ገለ ናይ ስፍልካ ሕዛ መዓት ስትረስ ሕልፉ ክልቲኦም ገለ መለ እቲ እውን ሰብኣይ ሕጂ ካብ መሊሱ ኣብ ክንዲ ምስቲ ፊት ገይሩ ዘሎ ወዲ ዝወዳደር ምስ መን እዋ ምስ መን ይብል ንዕኡ ታዲኡ ዝደብሉ ኣነ እዎ። እንዳገበርኩላ ኢሉ ነቶም ፋሚሊ የባሳጭዎም ንዓይ የባሳጭዎም ሒዙ ፅልዓይ ይዓቢ ይነበረ ማለት እህ፣ እዩ ደቅም ያ፣ ማለት ያ። ሕጂ ከምዚ ናይ ዳዓበየ ገለ እውን ኣይ ኣይኮነን ኣይኮነን። ምስቲ ሕጂ ንኣብነት ወዲ ኣርብዓ ዓመት ኮይኑ ዘሎስ ወዲ ዕስራ ዓመት ዝነበረ እዩ ሒኖስ ከመይ ዕዋል ከመይ Yes, ጓል yes. እዚ ይፈልጥ እዩ ብኡ እንድዩ ሓሊፉ እሞ ሓደ እህ። መንገዲ ምሾ ከምኡ ያ። ግን እንታይ ድገብር እቲ ሰብኣይ መሲልኪ ነሕዋታ ይዛረብዎ እሞ ፍትናና ከምዚ ኣብ ሱዳን ሰበኽ ተምፅኣለካ ገለ ይብልዋ

ጨካ ዓብይ ዛር ባዕዲ ኢኻ ትመውት ሽግር መፀ እወ እቲ ወዲ እንታይ ዝገብር እቲ ሰብኣይ ነቲ ኣጓል ምስ መፀት ኮፍ ኣቢሉ ይሪያ እም። ከምዘይትደልዮ ፈሊጡ ካልእ ኣብ ርእሳ ዘቐመጠቶ ወዲ ኣለዋ ንዓ ኦኬ ሓደ ሲክስ ፓክ ዘለዎ ገለ መለ ኣብ ርእሳ ኣለዋ ገለ ሓረ እሶም ከዓ ከዳ ይሪያ እህ፣ ከምደኪ ከብዲማ ስቕ ኢሉ ሪያ ከምዘይትደልዮ ፈሊጡ እህ፣ ሽዑ ኣብ ሓደ ቦታ ወሲዱ እንዳድረረ እንታይ ኢልዋ ኦኬ ከምዘይትደልኒ ፈሊጠ ኣለኹ ሕጂ እስቲ ሓንቲ ነገር እመነለይ ፕሮሰስ ስለ ዝነበረትኪ ግን ስለ ክትመጺ ትደልዪ ዝነበርኪ ግን እወ እየ ክነብር እደሊ እየ ብሳካ ኢልኪ እንዲኪ that's why ኣምጺኣኪ ዲክተይት ኣይገበርኩካን ሕጂ ኣብዚ ምሽ መጺኪ ኣለኪ you're free go ahead that's your life ኣነ ግን ክሳብ መወዳእታ ኣብ ገዛይ ክትጸንሒ ትክእሊ ኢኪ ከም ሓውኹም ከማኽረክ ክኽእል እየ ሻሂ ከስትየኩም ፀገም የብለይን ገለ ኢልዋ ሕጂ እንታይ ገዚኡ ማለት እዩ ሰብዚ ግዜ ግዜ እምበር ገዚኡ እንታይ ረኺቡ ኣሎ ሻሂ ናይ ምስታይ ዕድል ረኺቡ ኣሎ ሶ ፅቡቕ ነገራት ክዘርኣላ ክፍትን እዩ ኣብ ጥቕኡ ስለ ዘላ ኸ ምንቅስቓሳቱ ከም ትርኢ ከዓ ገይርዋ ኣሎ ገለ ኦኬ መሓዙት ኮይኖም ኣሕዋት ኮይኖም ንሳ ካልእ ዓርኪ ገይራ መጭ ኣብዛዕኡ ተዕልሎ ገለ መለምሽ ከም መሓዘ ገይሩ እሱ ሕጂ ልዕሊ እቲ ሓደ እዩ ማቹሪ ገንዘብ ኣለዎ ገለ ኣብ ኮያ ደላ ገለ ተራየት ግን እቲ ልክ ራይት ሰብ ናታ እሱ እዩ ትምሳእ ዘሎ እዩ እያ ሞር ምስ መን ክትከውን ከላ ሰላም ይስምዓ ምስቲ ምስ ዓብዪ ዝበ- ዝበለቶ ሞር ምስ መን ክትከውን ከላ ሴፍቲ ይስምዓ ምስ ዓብዪ ዝበለቶ ሞር ንንእስታ እቲ ዓብዪ ዝበለቶ ፅቡቅ ክደን ፅቡቅ ጫና ገብር ገለ ሶ ዋላ ብዕድመሲ ክመፅሉ ይከኣሉ ምሽ ንኩሉ ነገር ግን ክኾነላ ይከኣለን ሽዑ ሓደ ግዜ ንኤርትራ ደው ኢሉ ካልእ ጓል ንከመፅእ ምስ ኣቦኡ እንዳተዘራረበ ክፍሉ ኮይኑ ዘረባ ሰሚዐ ገደል ንገለ ዓይነት ሽዑ ፍትወት ኣፍቅረኪ ገለ ሓዳር ገይሮም ገለ ኢለ ፅሒፈያ ነይረ እዚ ፋንታዚ ናተይ ሓሳብ እዩ ትሩ ስቶሪ ገለ ኣይኮነን ግን ከምስ እንተዝኸውን ኢልካ እንዲኻ ትፅሕፍ ሓደት ናይ ሽዑ ዝነበረ ነገራት እስከ ከምዚ ከዓ እስከ ይፈተን ተባቢኻስ ብልክዕ ኣፅናዮ ገለ እያ ነይራ ግን ምስቲ ዘሎ ናይ ቀዳማይ ዓለም ክንድዚ ሂብ ኣምፅያ ከምዚ ገይረላ ኣነ ከምዚ ሻሎ እቲ ዝገበሮ ሳክሪፋይስ እንዳተረኣዮ እዩ ክበልዑ ብሓንጎሉ ተረዲእካ ማዕሪ ኩንድኡ ዓቕሊ ገይሩ ግዜ ክህባ ኣይዶኖ ኣብ ሪያሊቲ ሲ ከምኡ ተዝኸውን ፅቡቅ ነይሩ ፅቡቅ ነይሩ ፅቡቅ ምሽ ኩሉ ነገር ምስ ተስተካከለ ነይሩ ግን ስቲል ንእሽተይ ከቢድ እሞ ግን እኮ ስሚ እም። ኣማራፂ እውን የብልካን እኮ የብልካን ይዋ ከምዚ ዝብለኪ ዘለኹስ ነታ ኩዕሶ ብልክዕ ተለይ ተፃዊትካያ ጎል ክትኣትወኪ እያ እም፣ ሓቂ ድየ? ያ ሕጂ እኮ ኣነ እንታይ እየ ዝብል ዘለኹ እዛ ዝበልክያ ሕጂ ሓደ መፂኡ ኢሉ እንታይ ክብለና ይኽእል እዩ ከምዚ ገይረ ኣላ ከምዚ ገይረ ኣላ ከምዚ ገይረ ኣላ። ብኸምኡ ኣይ እቲ እቲ ኣይግዛእን ኢሞሽናል እዩ። ትሪትመንት ነገራት ብገንዘብ ኣይኮነን ኣይግዛእን እዩ። ኢዘ ገይም ምክንያቱ እንታይ ድዩ ትሑት ጭብጦ ድያ ስምዒትካ ብከመይ ትፈቱ ብከመይ ተፍቅር ትፈልጥ ድያ ኣበይ ቦታ ርከብ በጃ የለኹም ገዛ ኣበይ ኣብዚ ወላ ነብስና ሰበይ ከባቢ ከም ዘለውን ኣይንፈልጥን እዚ Yeah. ኮመን ሰንስ ገና ሕጂ ነዚ ከዓስ እቲ ኢሞሽናል ትሪትመንት ዝበሃል ተዘይክኢልካዮ ትኩዕሶ Mm. ክትፃወታ ተዘይክኢልካ ይፌል Yes. እታ ኢሞሽናል ፐርሰናል ግሮዝ ዝበልናያስ እዚኣ እዚኣ ትጠቕመካ ዝኾነ ነገራት ከመይ ጌርካ ሃንድል ከመይ ጌርካ ሃንድል ትገብሮ መዓስ ትፃወር መዓስ ትምልስ እንታይልካ ክትምልስ ዝመን እንታይልካ ትዛረብ ገለ ምሻለዋ እዚአን እኮ እየን እዚአን ካበየን ዝመፀተን ዝበልናየን እየን እቲ ሬስፖንሲቢሊቲ ተልካ እንታይ ከም ትብል እንዳሓለኻ እያ ከት እንታይ እያ ክትመልሰለይ ገለ ምሽ እዚኦም ሕጂ ኣብ ሚድያ ምሽ ዝዛረቡ ኣለዉ ሓመድ ንግበሮም ኩሉ ግዜ ምክንያቱ ኣነ ናቶም ኤግንስት ስለ ዝኾንኩ ኣነ ብላዕሊ ኣብ ሚድያ እናንዛረብ ዘለና እቶም ጓሓፍ ድኽዑ እየ ዝብለክ ዘለኹ ጭሙጭም ኮይኑ ድብሉ ሪስፖንሲብሊቲ እኮ እዩ ዘይብሎም ናይ ሓፍቶም ናይ ሓዎም ናይ ተኸባቢ ሪስፖንሲብሊቲ ዝበሃል የለን ሽዑ እኮ ምንታ ኮንካ ነፃ ሰብ ተኾንካ ከምዚ ሓራ ሰብ ኮንካ ናይ ወላ ሓደ ሪስፖንሲብሊቲ ዘይስማዓካ ተኾይኑ እንታይ ትዕኑ ኣለኻ እውን ኣይትፈልጥን ኢኻ ትርዲእካ ወላ ነብስኻ ትሃስያ ወላ ንገለ ትገብራ ከምዚ ኣርእስትና ከየብል ግን ብዝተኻእለ መጠን ማለት እዩ እቲ ሪስፖንሲብሊቲ ንብሎ ዘለና እውን ኣብ ከምኡ ምስ ኣተኻ እታ ጓል ኦኬ ኣነ ከለኹ ኩሉ ገለ ከምዚ ይብሉ ከምኡ ትሰምዕ ዶ ኩሉ ነገር ኮይኖማላ መኪና እኳ ይገዝኤላ ናይ ክልተ ሚእቲ ሽሕ ዶላር ንሓይሲ ከምዚ ክትገብረ ንሓይሱ ገለ መለ እዎ ግን ንሱ እንተዝኸውን ነይሩ እቲ ፍቕሪ ኩሉ ሰብ ሲ በቃ ምረት እዎ ምገዝኦ ግን ከምዚ ድኳን ክልካ ትገዝኦ ይኮና ገለ ኣብ ቤተሰብ ክትሰፍር ኣለካ ገለ ወይ እንታይ ስድራ ቤትና ዋላ እንታይ እዮም ዝብሉ ከመይ ዝበለ ዋና ገዛ እኮ እዩ ነዚ ደሪባቶ ክትከይድ ዓብያ ርእስቲ ንፍጠራ በጣም ፋሚሊ ተጋጥመን ደላ ኢሞሽናል ዳሜጅ ግን ስለ ይፈልጣ ኣነ ይፈልጣ እንታይ ይብልወን ኣብቲ በቃ ከምዚ ወረጃ ማዕዶ ዝበሃሉ ሰብኡት ምሽ ኣለዉ ኣብቲ ደገ ካልእ ኣብ ውሽጢ ገዛ ፋሚሊ ከመይ ገይሮም እዮም ድሕዝዎ ወርሓዊ ሰልዲ ሰዱ ነታ ሰበይቲ በቃ የድንቕዋ ሰብኣይ ይፈትዎም ገለመለ ነቲ ኣጓልከ መዓልታዊ ነታ ስምዒታ ድቕስቅስ ነገር እንዳገበሩ ኣብ ክይ ኣብልዋ ሕጂ ሰማዒ የብላን ኮንፎርት ዞን የብላን እወ እቲ ናይ ስድራ ኮንፎርት ዞን ፈሪሱ እዩ ናይ መሓዙታ ኮንፎርት ዞን ኣፍሪስዎ እዩ ዋላ ብዙሓት ከምኡ ኣለዋ ዘጋጥመን ትምርዕው ምስ ኣበልወን ቀዳሚት ዝገብርወን ወይ ዝገብርኦ ውን ንሳተን ካብቲ ከባቢኡ ኮንፎርት ዞን ዝሓዘት ምፍራስ እያ በርከ ኣዕሩኽ ተልዮሞ ስድራቤት ተልዮሞ ገለ ክትውንኖ ይትኽእል እያ ነቲ ሰብ እወ ሸሎ ከምዚ ዓርከይ ዓርከይ ዓርከይ ዓርከይ ድብል ተኮይኑ ሕጂ እታ ጓል ማራ ትስከፍ ዓርከይ ከስምዖ ይክእል ኢላ ኣንጻር እታ ዓርከይ እያ ትኮን ምስ ዓርኩ ሞር ክፈትዎ እዩ ትደሊ እቲ ወዲ ከዓ ሰብ ምስ መሓዙታ ትደዋወል ሻሂ ትሰቲ ገለ ትኮነ ሽርሽር እንታይ ድሓስብ ከምዚ ኢለን እኳ ይትሕንየን ክሳዕ ኮና ከምዚ እኳ ነግራ ኮና ገለ ምስጢር ናተይ ከማን ነግራ ኮና ስለዚ ወይ ኣብ ገዛ ኮፍ ክትብላ ኣለዋ ምስ ከም ሰብ ክትራኸብ የብላን ኮንፊደንስ ክትገብር ተኮይና ድማ ነቲ ኮንፊደንሳ ክትቀምጦ ኣለዋ ናይ ሳዕሪ ጠቀምቂ ሓፍ ክትብል ከላ ኮፍ ይርከብ ዳዕሮ ዋይ ቢኮዝ ነቲ ፋይቲን ስለ ንፈርሖ ከይፈተኻ ከምዚ ጌርካ ነቲ ሰብ ክትዕብልሎ ገለ ትደሊ ማለት እዩ ብኣንጻሩ እተን ኣዋልድ ከነየናይ የፍቅራ ተልኪ ከዓ ወይ እቶም ኣወዳት ነየን የፍቅሩ ነቲ ናጽነት እስከ ሰብኣይ ኮንካ ኪድ ገለ ዓይነት እስከ ሰብኣይ ኮንካ ምክንያቱ ከም ዝበልክዮ ንቑት ካብ ቁጥባ ኣለካ እስኻ ኩሉ ነገር ኢኻ እትቦ ዘለካ ነቲ እቲ ኩሉ ኣብኡ ክትጻወት ዝግበእካ ተጻዊትካዮ ኣለኻ ብርእሲ ማለት እዩ። ብርእሲ እኮ። እንደገና ከኣ በቲ ሓደ ወገን ከኣ ኢሞሽናል ዳሜጅ እንድሕር ደኣ ንብል ኣለና ኮይና ኢሞሽናል ትሪትመንት ከኣ ዝበሃል ናቱ ኣንጻር ኣሎ። ንሓደ ሰብሲ ኢሞሽን ናቱ ብልክዕ እንድሕር ትቕብኦ ኮንካ ከኣ ፈትዩ ጸሊኡ ነግዲ ነፈትወካ ከምዚ ዝበልናዮ ከሊስኻ ኣብ ገዛ እንድሕር ደኣ ዓጺፍካዮ ኣለኻ ኮንካ ካልእ ወዲ ብኻልእ ኮይኑ ከማኺ እኮ የለን ንስኺ እኮ ነዚ ዓለም ክትቅይርያ ትኽእሊ ፍሽኽታኺ እኮ ስክሪንሽት ገለ እንድሕር ይብልዋ ነቲ ኢሞሽን ናታ ይኹስኩሶ የለዓዕሎ ኣሎ። ስለዚ እዋ። ግድን እያ ምስቲ ሰብ ክትከይድ ክትደሊ የስዋ። በርካ እውን ጎዲልዋ ኣሎ ኣብ እያ። ነብሳ ገለ ንሳ ጎዲላታ ኣላ ዋላ ሓንቲ ከይጎደለኒ ናብ ገዛ ትብል ምሽ ግን እታ ሳክቲንግ ገለ ጎ- ጎዲልዋ ኣሎ ኮነ ሕጂ ነዚ እቲ ወዲ ክገብሮ እንተዘይክኢሉ ከዓ ባዶ ክስምዓ ወይ እቲ ወዲ እውን ባዶ እታ ክስምዓ ጓል። ናይ ግድነት እዩ Yes. ናበይ ንመለስ እም። እዚ እውን ኣካል እንታይ ኣካል እቲ ኮንፊደንስ ንበሎ

ብገንዘብ ትስራሕ ብገንዘብ ትኸይድ ኣብ ወላ ብሓዳር ገንዘብ ብዙሕ ነገር ይፈጥር ፎር ኤግዛምፕል ሴፍቲ ዝበሃል ጉዳይ ኣሎ ኣዋልድ በቃ ቁፅሪ ሓደ እዮም ዝሰርዖ ሕጂ እዚ ስለ ዝዓቢ ኢና ነዚ ምፅናዮ ፀኒሕና ወላ ነቲ ገንዘብ እውን ከምዚ ክትጥቀመሉ ተኾንካ እቲ ሬስፖንሲቢሊትን ኮንፊደንስ ስለ ዘድልየካ ኢና እውን ንዛረብ ፀኒሕና ኢቨን ገንዘብ ሃልዩካ እኮ እዚ ንብሎ ዘለና ንሕደ ይብልካ እኮ ይርኖ ባዲ ፋሚሊ ከዓ ፋሚሊ ከዓ ኣለዋ ሚለነርስ ሰቁተን ገለ እኮ ራሰማምዑ ይከኣሉ ንፈላለዩ ኣለዉ ግን ናይ ፋይናንሻል ነገር ሕጂ ካልእ ፓራለል ላይን እዩ ኣብ ሓዳር ማለት ዓብዪ ቦታ እዩ ከድሕዝ የስ ምክንያቱ ካብዘን ክንብለን ዝፀናዕና ነተን ዝበዝሓ ነገራት መሳርሒ እዩ እዚ ቱል እኮ ገንዘብ እኮ ቱል እኮ እዩ እም፣ ድማ- ሕጂ ንኣብነት ብገንዘብ ጌርካ ናይ ሓደ ሰብ ስምዒታቱ ክትመዓራርዮ ኣይ- ኣይትኽእልን ኢኻ ዓቕሚ የብሉን ገንዘብ ስምዒታት ከተዓራርይ ገለ ትረዲእ ክባለይ ግን ገንዘብ ምህላው ማለት ብውሕዱ ነቲ ኮመን ጸገማት ናይቲ ገዛ ፍትሕ ፋይናንሻል ውን ድኾነ ሰብኣይ ፊት ክኸውን ኣለዎ ትብሎ ኣብ ሓደ ገዛ ስለምንታይ መሲልኪ እዚኣ ናይ ኮሜዲ ምሻላ ናይ ቤኪን ናይ ፍቕሪ ብምንታይ ክገልጽ ብከብዲ ብከብዲ ምክንያቱ ከብድኻ ምልእ ተይሉ ፍቲ ገዛስ ጸገም የብልካን ድብል ኣረዳድኣ እንዲናቱ ኣነ ግን እንታይ ኮይኑ ዝስምዐኒ እቲ ውሕድ እሹታት ኣብቲ ገዛ ዘሎ እንድሕር ድኣ ተሸፊኑ ውን ርግኣት ኣለዎ እቲ ፋሚሊ ሓቀይ ድያ ምክንያቱ ሕጂ ንኣብነት ገዛ ክራይ ተለይ ከፊልካ ንግሆ ንግሆ ተኳሕኳሓ ተኮንካ እቲ ገዛ ሰላም የብሉን የብሉን እሳ ውን ከምቲ ብስጭት ናበይ ክወስዳ እዩ ሰብኣይ ኣይኮነን ክሳብ ክትበጺሓ ማለት እዩ ነቲ ሰብኣያ እዋ ስበኣያ ክትብላ ስበእና ሓደ ተሪፍ ተሕድጎ ካልኣይ ዋላ በዚ ናይዚ ዓዲ ተኸይድካ ሕጂ ናይ ገዛ ክራይ ናይ ወርሓዊ እቲ ሰብኣይ ተለይ ከፊልዎ ናብ ፋሚላ ክትብል እያ እቶም ፋሚሊኻ ካብ ድምጽ ውጺኦም ተሓሊቦም እንድሕር ድኣ ኮፍ ኢሎም ኣለዉ ኮይኖም ክንዕቑቦ እዮም ንጽዕር። ደየለ ዘረባ ክዛረብ ኮይኑ ሳውን ደየለ ዘረባ ክትዛረብ እያ። ስሙ እውን ንዓይ ዲኺ ከምዚ ክትብልኒ ክብል እቲ ሽግሩ ክሕወሶ እዩ ገለ። ሕጂ ንሓደ ገዛ ከኣ ኩል ግዜ ፋይናንሻል ስታቢሊቲ ተዘይብሉ ከቢድ ጸገም እዩ ዝፈጥር። እዚ እውን ክነምጾ ኣለና ዋላ ኣነ ሕጂ ዓርኪ ምሓዝኳ ደሓን ካብ ሻሂ ምስታይ ዶ ክሓልፍ ኢሉ ኢለ ኢድካ ኢልካ ክሕለፈካ እዩ ምሸ ኢለ ኢድካ ኢልካ ግንበለስ በቃ ካራሜል ከድካ ብ ሰሙን ንሓንቲ ምዕምባል ከይትስእን ሽግር የብሉን ኣይ ምሽ ኣብ ቀራር ግን ብዙሕ ነገር ኣሎ ትምህርቲ ናይ ቆልዓ ኣሎ ገለ ኣሎ ገለ ሕጂ ሰልዲ ተደይብልካስ ደይ ምምርዓው ዶ ይሓይሽ ዋላ ይሓይሽ እዎ እንተደይብልካ ንህልወካ ኒኻ ክትሰርሕ ክትስዕር፣ ዘለካ እዎ፣ ትኾን ምክንያቱ እዎ። ትሰርሕ ትወፍር ገለ ኣለካ እህ፣ ሕጂ እዚ ንሕና ንብሎ ገንዘብ እኳ ይኩን ንሓዳር ደግብር ገለ እዎ ኣብ ዓዲ እዎ፣ ሓሪስካ ረስኳ፣ ፋይዳ፣ ተምጽእ ትኽእል ኢኻ። እዎ፣ ኣብ ስደት ኮንካ ግን ትኸውን ናይ ሓርስ ወግራት የብልካ ዋላ ድረድኣካ እኽሊ ድህበካ ሓወቦ የብልካ በይንኻ ኢኻ የስ፣ ስለዚ ንውላድካ እህ፣ ኣምጺኻ ውን ኣብታ ጸባብ ዓለምካ ሓመድ ክትገብሮ የብልካን እዎ ሓደ ሓደ ግዜ ሲ እወ። በቃ ፉል ሪስፖንሲቢሊቲ ውን ክትወስድ እዎ ቀንዲ እሶም ሓመዱ ክተስትዮ የብልካን ምስቲ ምስኪናይ። ናይ ጀላቲ ክግዝኣለይ ተይልካ ስክ ኣዋ ብጣዕሚ ካንሰር እኮ ኢለ ሕማቕ ኣንታ ወዲ ከመይ ገይረ ገረብ ክብላ እዎ ስለ ኣፎርድ ክትገብሮ ዘይትኽእል ሕማቕ ጥራይ ኢኻ ትነብሮ እወ ሕጂ ፋይናንሻል ኣይ ዶንት ኖው ንስኺ ትብልዮ ኣነ ግን ዓቢ ቦታ ውን ይሕዝ ኢለ እየ ኣብ ክስታይ ግን ብሓፈሻ ብዛዕባ ገንዘብ ቃል መዓልቲ ክንዛረብ እንዲና እቲ መረዳእታና ንሕና ውን ኣብቲ ሕብረተሰብ ዘለና ኣረዳድኣ ብዛዕባ ገንዘብ መዓት ምስላ ኣይደሎን ገንዘብ ዝምልከት ገንዘብ ረሳሕ ብልዎ ሰማይ መንገዲ ኣሎ ገንዘብ ከምዚ ይብልዎ ብገንዘብ ከምዚ ገይሩ ብልዎ ገለ እቲ ልክዕ ኣይሓዝናዮን ግን ሓንቲ ብጣዕሚ ንፈትዋ ኣገላልጻ ግን እዛ ዝበልኩኻ እያ ኣየፍቅረካን እየ ገንዘብ ግን እደልየካ እየ ኣይትሰርቀለይ ኢልካ ግን ክሰርሓልካ ተርዲኪ እሱ ክሰርሓልካ ተጀሚሩ ኦልሬዲ መንፈስካ የለን ኮንፊደንስካ የለን ሂወትካ የለን ዝስማዓካ ነገር የለን እስኻ ክትሰርሓሉ ምስ ትጅምር ሞር ነቲ ዓለም ሓድሽ ሓይሊ ክፈጥረ ይትኽእልና በቲ ወረቐት እዩ ትሰርሕ ገላ በቲ ሓደ ወገን ከዓ መሊስካ ከዓ ኣነ የፍቅረካ ግን ይደልየካ ማለት ከዓ ትርጉም ኣለዎ ሓደ ነገር ብፍቅሮ ክትፀድፍን ከም ደድሌካ ፈሊጥካ ክትከናውንን በይኑ እዩ ማለት እዩ ገንዘብን ሰብን ገለ ንብል ፓራለል ላይ ንግደፎ ኣየና ይሓይሽ ገለ ድብሎ መዓት ኮምታት ንኸምኡ ንበልና ኣድላይ ምዃኑ ኢና ንዛረብ ግን ገንዘብ ኢስ ኒድድ ኣብ ሓዳር ኣብ ሪሌሽንሽፕ ከማን
በእግርኻ ሸፋሕ ኣነ በእግርኻ ሸፋሕ ብለክ ነረ ረንጅ ሮቨር ሒዙ ሒዝክ ክኸይድ ወት
ያ ትብሎ ኣለኻ ጃኬ ፋይናንሻል ስታቢሊቲ ሕጂ ብናትካ ብናትኩም ከም ዝበልካዮ ብናይ ወዳ ሓቅኻ ኢኻ ከም ዝበልካዮ ሰበይትኻ ትንዕቀካ ከምዚ ከምዚ ብዙሕ ፀቕጥታት ኣሎ ብናትና ካብ ናትና ኣነ መጀመርታ ክብሎ ዝደሊ ማለት እዩ ቢዮንሰ እንታይ ኢላ ነይራ መሲልካ ተደራፊት እወ እንታይ እያ ወደይ ኢላ ቅድሚ ናይ ካልእ ሰብ ምዃንካ ሲ ናትካ ሰብ ኩን ላይክ ዋው ሳምባዲስ ዋይፍ ከይኮንካ ከለኻስ ናትካ ሰብ ኩን ብለ ምሽ ዶ ከምዚ ሓንቲ ጓል ሲ ክትመሃር ኣለዋ መጀመርታ exactly ትምህርቲ ኣብዚ- እዛ ቀ- እዚ ዓለምናስ ዳጎየ እዩ ድኸይድ ዘሎ ቀዲምና እዩ ድኸይድ ዘሎ ብትምህርቲ ሕጂ ንጋፈጦ ዘለና ነገርስ ምስ ኤኣይ ዶ ምስ ገለዶ ምስ ገለዶ ምስ ገለ ምስ ከማይን ከማን ሓንጎል ኣይኮነን ካባና ድበልፁ እዮም ድመፁ ደለዉ ሶ መጀመርታ ክትመሃር ኣለዋ ጓል እንድሕር ዳ ተማህ እንድሕር ኣምሂርካ ከኣ እንታይ እሞ ዝበሃል ሕብረተሰብ ሕብረት ሃንጽካ ኣለኻ እወ ስለዚ ትመሃር ኣለዋ ክትሰርሕ ኣለዋ ክትፈልጥ ኣለዋ ክትርኢ ኣለዋ እዎ ምሽ ዶ እም። ምውፃእና ኣይተረፈናን እቲ ምውፃእና እቲ ደል- ድ- ንረኽቦ ዘለና ቴክኖሎጂስ ናብ ናብ ረብሓና ነውዕሎ ኣለና ትክክል ቀዳማይ ዓለም ንክትኣቱ ኦኬ ተመ- ተመርዕየ ሓዳር ገይረ እስኪ ይእቶ ግን ስቲል ኣብኡ ብዙሕ ነገር ክገብር ኣለዎ ይኽእል እየ ያ ቀዳማይ እሰ እየ ድብል ክትመሃር ገንዘብ ብዘይ ሰብኣያ ድዩ ብዘይ ገለሲ እሳ ክተእትወሉ ትኽእል ነገራት ኣለዋ ድዩ ሞያ ክኸውን ይኽእል ትምህርቲ ክኸውን ይኽእል ዋት ኤቨር ኢትዝ ናተይ ትብሎ ነገር ሽዕኡ እስኪ የብለይን ኣነ ወላ ሓንቲ የብለይን ኣብዚ እግዚኣብሔር መስገን ኣቦይ ኣለኒ ቦይ ኣለየኒ ኣሎ ሽዑ ሰብኣይ ኣማፅለይ ንበሎ ናብ ሰብኣየ ከይደ ሰብኣየ ስቲል ክገብረ መዋእለይሲ ዲፐንደንት ኣብ ሰብ ኮይነ ይኸይድ ኣለኹ ሽዑ ሰምሃው ቆልዓ ከምፅ ኣነን ቆልዓይን ክንከውን ኢና ነቲ ሰብኣይ ዋላ ራኣዮ ክንድምንታይ ወጻኢታት ይገብር ኣሎ እወ እሱ ድሓን ንእሽተይ ኣታዊ ኣላቶ ንበሎ ግን ተኣታዊቱስ ናባይ መቂልዋ ሽዑ ከኣ ቆልዓ ኣምጺኡ መቂልዋ ናብ ኔጌቲቭ ናብ ዜሮ ናብ ኔጌቲቭ እንዳኸድና ኢና ንኸይድ ዘለና ኣትሊስት እታ ጓል ከኣ ብናታ ርእሲ ብናታ ስራሕ ኢንዲፐንደንት ምዃን ኣለዋ ሕጂ ብዚ ቲክቶክ ገለ ዝብሎ እንታይ ይብሉኻ ድሕር ጓል ወጺኣት ምስራሕ ጀሚራ ገለ ከምዚ ክትገብር እንታይ ክትንዕቀካ እዩ ከምኡ ኣይኮነን ኣይኮነን እቲ ሰብኣይ እንድሕር ንስኺ እኮ ክትገብሪ ትኽእሊ ኢኺ ከምዚ ጌርና ቢልድ ክንገብር ንኽእል ኢና ፋሚልና ገለ ተይልኒ እንተኾይነ ኣነ ከምኡ ዘይከውን እንተኾይነ ጎበዝ ዘይኮን ምሽዶ ከምኡ ከምኡ ኢለ እየ ድሓስብ ሶ እቲ ፋይናንሻል ኣብ ሰብኣይ ጥራይ ዘይኮነስ እታ ጓል ከዓ ላ ንኣብነት ዝኾነ ነገር ገጢምና ኣነ ንሱ ተፈላሊና እስከ ንበሎ እሱ ሰብኣዩ በይኑ እዩ ክኸይድ ኣነ ቆልዑት ሒዘ እየ ጠጠው ክብል ሽዑ ቻይልድ ስፖርት ሃባ እንዳበልኩ ከም ብሓድሽ ሀይለ ትምህርቲ፣ ሀይለ ስራሕ፣ ሀይለ ኮኔክሽን ምስ ሰባት ገለ ክፈጥር ኣይክእልን። So እቲ ዘሎ ካብታ በይነይ ከለኹ እያ ትብገስ። እንተዝተማሂረ እንተስ ሞያ ገይረ ኣነ ሰምሃር ሰምሃር ክኸውን ኣለኒ ቅድም። ሽዑ ምስ ሰብኣየይ ከኣ ተደጋጊፍካ ከምዛ ዝበልካያ ሚእቲ ነይሩኒ ሚእቲ ኣለዎ ሓምሳ ይህቦ ሓምሳ ሃበኒ ስቲል ምሉኣት ንኸውን። ሽዑ ቆልዓና ክመጽእ ከሎ ከኣ ኣነ ሚእቲ ኢለ ኣለኹ እሱ ሚእቲ ኣሎ ንዑ ከኣ ሓሓምሳ ንቦ ኢንስተድ ኦፍ ዜሮ ምትራፍ ንዕኡ እንዳገበርካሉ ትኸይድ ማለት እዩ እንታይ ዓንቶ ይደምፀኻያ ፖይንትኻ እቲ ቆልዓ እንታይ ገበረ ድበልካዮ ከዓ ቆልዓይሲ በተለይ ኣነ ሕጂ ከይደ ገለ እንድሕር እግዚኣብሔር ገይሩ ወሊደ ተመርዕስ እቶም ቆልዑት ኣብኡ ደለዉ ናይ ክንድዚ ጆርዳን ጫማ ጌርና ክብልዎ እዮም ኣነ ከ ናይ ዓሰርተ ቅርሺ ኦል ስታር ገይረ ክሰዱ ርኣዮ እቲ እቲ ቆልዓ ስማዖ ምሽ ዶ ሕጂ እቲ ሰልዲ ሲ ነቲ ቆልዓ ኮንፊደንሱ ወላ ብኮም ኮንፊደንስ ኣይገዝእን እንድዩ ኣክቹሊ ግን ስቲል እቲ ቆልዓ ብንእሽትኡ ከሎ ድሪኦ ነገራት ኣሎ ነብሰ ምትሓት ኣይገብርን እዩ መግቡ ፓክ ክትገብረሉ ከለኻ ካብኡ ሽሮ መቸም ሕምስ ሕምስ ኣብለ ሄቦን እየ ወላ ኣብኡ ከይደ ክገብሮ ዝለኒ ዝገጠሞ እወ እ፣ ናይ ሙዚቃ እንድሕር መሃር ኣለዎ መሳቱ ከምህሮ ኣለኒ ስዊሚን እንድሕር ደልዩ ክወስዶ ኣለኒ ኤቭሪቲንግ ድደልዮ ነገርሲ ክገብረለን ነቲ ውላደይ ማለት እዩ ሶ እዚ ከዓ ሓንቲ ኢድ ኣይትጣቃዕን ኣበይና ሰብኣየይ ጥራይ ክገብሮ ይክእልኒ ኣነ ጥራይ ክገብሮ ይክእልኒ ሶ ልዴካ ይብል ኣነ ኣብቲ ናይ ፋይናንስ ሕጂ ኣብ ናይ ፋይናንሻል በየን ይመጽእ የማን ሓዳር ገለ ኦር ማራ ኣገዳሲ እዩ ብጣዕሚ ማጽሲ ክህሉ ኣለዎ ተይልካስ ከመይ ክከውን ኣለዎ ከዓ እቲ ካልእ ኣዘራርባ እዩ ጥራይ እንታይ እዩ ሕጂ ኣብነት እታ ሰበይቲ ወጽያ ዋላ ኣቦታትና ሕጂ ሰበይቲ ብገዛ ጥራይ ክትከውን ኣለዋ ክብሉ ከለዉ ሲ ከምኡ ውን ድብሉ ነይሮም እምበር እኳ ኣብ ገዛ ይበላን ምስኦም እዮም ከፈት ድብላ ነይረን ገለ ግን እንታይ ኣሎ መሲልኪ እታ ሰበይቲ ብቲ ገዛ ኮይና ኢንቨስት ምግባር ማለት ነቲ ገዛ ሃፍቲ ማለት ዩ ኮይኑ በቲ ካልእ ክንርዳ ኣሎ ኮይና ማለት እዩ ከመይ ተልኪ ሕጂ ንኣብነት ኣብ ኤሮጳ ኣብ ካናዳ እንድሕር ኣለዉ ኮይኖም እቲ ሰብኣይ እቲ ሰብኣይ ከርተት ኢሉ ማለት እዩ ከርተት ኢሉ እንድሕር ደኣኒ ገንዘብ ኣምፂ እታ ገዛ ክሽፍና ኣለኹ እታ ሰበይቲ ከዓ ከርተት ኢላ ደቃ ተዕቢ ተልያ ብዙሕ ፅቡቅ ነገር ኣለዋ
ፅቡቅ ነገሩ እንታይ ትፈልጥ ኣለዋ ቆልዓስ ናቶም ዋንነቶም ሰበይቲ ግዜ ትበሎ ክልቲኦም ግዜ ደይበወት ኮይኖም ንኣብነት ኬሩ እቲ ሓደ ሰርሕ እቲ ሓደ ሰብ ሕጂ ኣብ ነዛ ኣርእስቲ ከይትጥምዘልና ስለ ዝፈራሕኩ ብዙሕ እኮ ኣዕሙቕ ኣይደልን እየ እወ ካልእ መዓልቲ ከም ኣርእስቲ ንሓዛ ግን እሺ ስለምንታይ ተይልኪ ፋይናንሻል እውን እዚ ዝበልክዮ ቶታሊ ይሰማምዓሉ ኣነ እታ ጓልሲ ሓደ መዓልቲ ንዘጋጥም ኩሉ ዓይነት ጸገማት ድልውቲ ኮይና ክትጸንሕ ኣለዋ ንደቃ ንውሕስነት ደቃን ንውሕስነት ናታ የስ ክትመሃር ኣለዋ ክትሰርሕ ኣለዋ ክትዓቢ ኣለዋ ማለት እዩ ኣብ ገዛ ኮይና ከዓ ደቃ ተዕቢ እንድሕር እውን ኣላ ኮይና ብናይ ክልቲኦም ስምምዕ ማለት እዩ እዎ ናይቲ ሰብኣይን ናይታ ሰበይትን ስምምዕ እንድሕር ከምኡ ገብርለቱ the best የስ ምስ እንታይ እታ ሰበይትስ ኣብ ገዛስ ትሰርሕ ኣለላ ዶክተር ምሻላ ኣብዛ ሓንቲ ንፈልጣ ገለ ዶክተር ኩሉ ትምህርቲ ገለ ኣለዋ ገዲፋ ደቃ ተዕቢ ኣርባዕተ ቆልዑ ኣለዉዋ ሰብኣይ ከርተትሉ መጺኡ ንሳ ግን ኣነ ደቀይ እየ ተዕቢ ኢንቨስትመንት ሺዝ ኣ ዳክተር ዶ እወ ኦረዲ ደቃ በጺሓ ምስ- እወ ምስ ገ- ምስ- ምስ ጎበዙላ ናብ ስራሕ እያ እወ ወላ ሓንቲ ሽግር እወ የብላን ሕጂ እሱ እየ ክብለኪ ደለ ክሳብ እቲ ደቅኻ ደቡሉልካ ገለ ንምንታይ እዚኣ ኣብጺሕያ መሲላትኪ ኣብ ገዛ ኮይና ከትንቆልዑ ከስራሕ ኣይኮነን ድዩ ገለ ገለ ክንብል ንኽእል ኢና እወ ይኹን ግን ኣብቲ ግዜ ዕድመ እያ ክትመሃረሉ ዘለዋ፣ እቲ ስራሕ ክትሰርሓሉ ዘለዋ፣ እቲ ተመክሮ ክትገብረሉ ዘለዋ ግን ነብሳ ንዓይ ዝብሉ ዓይነት ላይፍ ክህልዋ ሕጂ ኣነ ማራ ደስ ይብለኒ ማለት ተረዲእኪ ዋላ እቲ ኣብቲ ሓዳር ውን ሚእቲ ዶላር ሒዛታ ትመጽእ ናታ ትርጉም ክትህልዋ ትኽእል እኮ እያ ብኣንጻሩ ከኣ እታ ሚእቲ ዶላር ናታ ተሪፋ ከኣ ኣብቶም ቆልዑ ኢንቨስት ክገብር እንድሕር ኣማዒና ውን ዓቢ ኢንቨስትመንት እዩ ናቱ እቶም ቆልዑስ ደቅኻ እዮም ማለት እዩ እወ። ድርብይ ኣቢልካዮም ፈቀዶ እንዳ ምዕለይ ኣነ ሕጂ ኣሜርካ ዝገርመኒ ነገር ክነግረኪ ሓደ ሰብ ዓለምሲ ንደቆም ኣላይት ጌሮም ነታ ጓል እንዳ ከፈሉስ ንሶም እታ ስራሕ ዝሰርሑ እታ ጓል ንነብሶም ደይ ከፍልዋ ነታ እንታ ትገብርታ ሰራሕተኛ ኣትያ ኣላ ኣብቲ ገዛ ንምንታይ ናይ ኣደ ፍቅሪ ደይ ወስዱ ስለምንታይ ካልእ ሰራሕተኛ ኣመጽያ ነቶም ቆልዑት ኣልዮም ንሳቶም ኣብ ካልእ ስራሕ ሰሪሖም ክከፍሉ ተረዲኩ ኣሎ ቃላት which is ኣብ መወዳእታስ ምሽ ናይ መን እያ ጓል እታ ጓል ኬንያ እታ ጸላም ጓልሲ ኣፍሪቃዊት እያ ጸላም እያ እንደገና ከዓኒ ኣብ እዚ እንታይ ይበሃል ሊብያ ሊብናን ድዩ ገለ ዝበሃላ እ፣ ዓዲ ሌባኖን እቶም ቆልዑስ ንዓኣ የፍቅርዋ አ፣ እወ እወ እወ እወ ዝክራ ክት- ክትከይድ ከላ ኤድ በሉ እወ ኤርፖርት ገለ ልብኻ እወ ስብር ትብል ዓና እወ ዋላ እታ መእሰ- እታ ደስ በቃ ተውፅኦ ስለ ዘለዋ እዩ እምበር እወ እቲ ዝስምዓ ስምዒት ቀሊል ኣይኮነን የለ ደቃስ ነታ ካልእ ሰብ እዚኣ እኮ ምስኪነይቲ ፍቅሪ ሕክምናታት ገለ ከርተት ትብል ትብሉ ትከውን መጺኣ ውን ንኮዝ ነታ ሰራሕተኛ ውን ትከፍላ ኣለዋ ማለት እዩ ሕጂ ከምዚ ኣብ ገዛ ኢንቨስት ምግባር ደስ ዝብል እዩ ካልእ ፋይናንሻሊ ውን ብዙሕ ነገር ኢካ ትሽፍን ዘለካ ግን ናትካ ትብሎ ስራሕ ክህልወካ ስለ ዝተኮንካ ገለ ከኣ ሞር ዝበለጸ እዩ ማለት እዩ ኤንወይ እቲ ኣርብዓን ገለን ጥራይ በጺሕና ኣለና መስለኒ እወ እንዳ ጸፈፍና ግን ሕጂ ኦኬ ኦኬ ሕጂ ተሰማሚዕና ኣለና ማለት እዩ ከም ሲንግል ሰባት ኮንካሲ እቲ ድልውነት ክንገብሮ ዝግባኣናስ እዚታት እዩ ጥራይ ኣብ ሰርቴን ዕድመ ትበፅሐሉ ኣሎ ምስ ጃኪ ሕጂ ኣብ ከምዚ ዕድመ በፂሐ ኣለኹ ከምርዑ ኣለኒ ሳተይ ከምዚ ገይሮም ገለ ዶን ራሽ ከምኡ ራሽ እወ ከምኡ ራሽ ምግባር የብልና ምክንያቱ ተሃዊኽካ ኣቲኻ ጠኒንካስ እንታይ ዶ ኣለዉ እወ ክንደይ ሰብ ኢኻ ክትለኻኽ ንስኻ ምስ እታ ጓል ጥራይ ኮንካ ትምርዖ ኣለኻ እንኮላይ ቤተሰብ እዮም ድምርዓው ደለዉ ኣብ ክልቲኦም ሓዉ ተኣጒዱ ቤተሰብ ሓዉ ገለ ሕጂ ካብ ከምኡ እዚ እዚ ንብሎ ደለና ኣብ ነብስኻ ምስራሕ ድዩ ኣብ ገምዘብካ ምውህላል ድዩ ትደልዮ ነገር ከመይ ዓይነት ጓል እያ ምሳኻ ትኸይድ ከመይ ዓይነት ወዲ እዩ ምሳኻ ዝኸይድ ፈሊጥካ ድሉው ኮንካ ሓዳር ንቆልዑት ምምጻእ ይሓይሽ ኢለ ይሓስብ ብገረኻ ኣቱ ተበልካ ኢኻ ገለ ተኣትዩ ደኣ
ማሲ እንታይ ልባሃልካ ኣሎ ሂወት ከኣ ሓቂ ዘረባ ዕድል እንተ ትሓውስዎ ውን ን ቤስት እንዲ ዶ እዋ ዕድል ደኣ እዋ።
ሕጂ እዚ ንብሎ ዘለና ንሕና እንተታት እንድዩ እው እንተ። ስኢላ ባዕላኻ ትካወን ልክዕ እታ ሂወትካ ደይ ምጭናቕ ማለት እዩ ናብ ኣምላኽ ድርብይ የብልካ ውን እኮ ኣሎ ግን ኣምላኽ ከኣ ብኣካል ወሪዱ ኣይሓስበልካን እሞ ጃኪ እቶም ብዕድል ዝተ ዝኾነሎም ሰባት እኳ እዮም ዝርቡሹኻ ከምዚ ገለ ገለ ገለ ከምዚ እኳ ኢና ጌርና ንሕና ከምዚ እባ ግበር ኣክለ እንዴ ናትካ ሂወት ንስኻ ዝገበርካዮ ንዓኻ ዓወት ክኸውን ይኽእል እዩ፣ ንሰምሃል ግን ዓወት ዘይኮነ ክኸውን ይኽእል እዩ። ካልእ ነገር ዝርእዮ ነገር ክህልወን ይኽእል እዩ። ከምኡ ከዓ እዚ እንታይ ምባል ጫውጫው ናይ ሰብ ከምዚ ገበረ ከምዚ ገበረ ከዓ ሰይምስ ኦኬ ኣብ ኔክስት ተሕዝያ መሲላትኪ መርዓ ኣብ ዕድሜኻ ወይ ገለ እቲ ከምኡ ዓይነት ኣርእስቲ እዩ እዚ ስኢልካ እውን ሓደ ሓደ ግዜ ንደይ ሰብ እንታይ ምስ ዓምሪ የተርፈካስ ኣጥቢቕካስ ዓምሪ እዎ ኣይደለም ኣይኮነን ንነገራት ምስ በብግዜኦም ከመይ ክትሪኦ ማለት እዋ ክዛረብ ደስ ይብለኒ ኣባታይ ከመይ ማለት እየ ግዜ ንእስነትካ ከመይ ተሕልፎ ቁልዕነትካ ማለት እየ እታ ንእስነት ትበሃል ሽዑ ገለ እውን ራይት ራይት ክታርመን እውን ኣለካ እዚ ሕጂ ካልእ ኣርእስቲ ንግበራ ስለ በቃ ይበልኩ ኢልካ እውን እንስካ ገርናው ኮንካ ምኻድ እውን ናቱ ካልእ ሳዕቤን ኣለዎ እዚኣ እውን ሕጂ ዕሚቕና ድሓን ኣብቲ ሓንቲ ደላ ፖድካስት ግን ኣይደለዉ ይኣኽለና መስለን ሎማዓንቲ ይኣኽለና ዮ ጃኪ ዝኾነ ርእቶታት ወይ ገለኻ
እቶም ሰብ ሓዳር ከዓ ይፅዓፉልና ቴክስት ንከም ዝተዳለዎ እምበር ምክርታት ተለዎ ከምዚ ምግባር ኣለኩም ከምዚ ምግባር ኣለኩም ድብሉና እንድሕር ደኣ ኮይኖም ኣብ ኮመንት እወ ክንፅበየኩም ኢና ኔክስት ታይም ብካልእ ክሳብ ንራኽብ ሰሰናዩ ቴንኪዩ
ቸርስ